ሃገራዊ ኮሚሽን ላዕለዋይ ትምህርቲ ኤርትራ ምስ መሻርኽቱ ብምትሕብባር ንኣርባዕተ ዓመታት ብማዕረግ ማስተርስ ናይ ርሕቀት ትምህርቲ ከምህሮም ዝጸንሐ ኣርብዓን ሸውዓተን ሰራሕተኛታት ሎሚ ተመሪቖም። ነቲ ስነስርዓት ዝተኸታተለት ዳናይት ገብርሂወት ዘዳለወቶ ጸብጻብ ይስዕብ።
ሃገራዊ ኮሚሽን ላዕለዋይ ትምህርቲ ኤርትራ ብምትሕብባር ስዊስ ማነጅመንት ሰንተር ዩኒቨርሲቲን ዩኒቨርሲቲ ደቡብ ኣፍሪቃን ብናይ ርሕቀት መደብ ዘምሃሮም ኣርብዓን ሸውዓተን ሰራሕተኛታት ሎሚ ዓሰርተ ሸሞንተ ለካቲት ብማዕርግ ማስተርስ ኣመሪቑ። እዚ ካብ ሰለስተ ክሳብ ኣርባዕተ ዓመታት ዝወሰደ ትምህርቲ ኣብ ዓውድታት ምሕደራ ንግድ፣ ምሕደራ ዓቕሚ ሰብ፣ ፋይናንስን ምቁጽጻርን ከምኡውን መሪሕነት ቢዝነስ ዘተኮረ እዩ። ዕላማ ናይዚ ካብ ወርሒ ሚያዝያ ክልተ ሽሕን ዓሰርተ ሰለስተን ዝጀመረ ናይ ርሕቀት ትምህርቲ፣ ሰብኣዊ ጸጋታትና ብፍልጠት ንምድራዕ ምዃኑ ዝጠቐሰት ኣብ ኮሚሽን ላዕለዋይ ትምህርቲ ኤርትራ ዳይሬክተር ቤት ጽሕፈት ደረጃታትን ምዘናን ዶክተር ብስራት ገብሩ፣ ተመረቕቲ ብዝቐሰምዎ ፍልጠት ኣብ ሃገራዊ መደባት ልምዓት ሓለፋ እጃሞም ከበርክቱ ኣተሓሳሲባ። ሚኒስተር ትምህርቲ ኣቶ ሰመረ ርእሶም ብወገኑ፣ ኣብዚ ብምትሕብባር ስዊስ ማነጅመንት ሰንተር ዩኒቨርሲቲን ዩኒቨርሲቲ ደቡብ ኣፍሪቃን ዝወሃብ ዘሎ ናይ ርሕቀት ትምህርቲ ምስዞም ዝምረቑ ዘለዉ ኣርብዓን ሸውዓተን ሓዊስካ ኣብ ሰለስተ ጉጅለታት ዝተኸፍሉ ሚእትን ዕስራን ሽዱሽተን ሰራሕተኛታት መንግስትን ግንባርን ክመሃሩ ምጽንሖም ጠቒሱ እቶም ዝተረፉ ኣብዘን ዝመጻ ውሑዳት ኣዋርሕ ትምህርቶም ክዛዝሙ ትጽቢት ከምዝግበር ኣብሪሁ። ተመረቕቲ ብወገኖም ንዝተዋህቦም ዕድልን ዝተገብረሎም ምትሕብባርን ብምምስጋን ኣብ ምዕባለ ሃገሮም እጃሞም ከምዘበርክቱ ቃል ኣትዮም። ናይ ብሓቂ ዓቢ ዕድል እዩ ከምዚ ንሕና ካብ ኣነ ካብ ኤርትርያን ሰንተር ፎር ኦርጋናይዘሽናል ኤክሰለንሴ ካብቲ ትካል ተመሪጸ ካልኣየይ ኣሎ ማለት እዩ ብኸምኡ መጺእና ሕጂ ኣብቲ ናይ ናሽናል ኮሚሽን ፎር ሃየር ኤጁኬሽን ዝገበረና ኣበርክቶ ድማ ምስ ኩሉ ሰብ ተሓዋዊስና ጽቡቕ ከምዚ ናትካ ኮሚትመንት ሓትት እዩ ብኡ ወገን ከኣ ናቶም ሪሶርስስ ከኣ ስለ ዝሓትት ጽቡቕ ነይሩ። እቲ ረኺብናዮ ዘለና ትምህርቲ ኣብ ግብሪ ክነውዕሎ ብኡ መጠን ከኣ ኣብ ህንጸት ሃገር ከነውዕሎ ትምኒትና እዩ። ካብ ምሩቓት፣ ትሽዓተ ብዩኒቨርሲቲ ዶብ ኣፍሪቃ፣ ሰላሳን ሸሞንተን ድማ ብስዊስ ማነጅመንት ሰንተር ዩኒቨርሲቲን ንዝተዋህበ ትምህርቲ'ዮም ተኸታቲሎም።
ሞያን ፍልጠትን ዝዓጠቐ መንእሰይ ምምልማል ሓደ ካብቲ ብመንግስቲ ልዑል ጠመተ ተዋሂቡ ክስራሓሉ ዝጸንሐ መደባት ልምዓት እዩ። ሳዋ ድማ ኣብዚ ገዚፍ ወፍሪ ሃገራዊ ልዑል ተራ እዩ ዘለዋ። ሎሚ ቀዳም ዝተመረቑ ኣባላት መበል ሰላሳ ዙርያ ሃገራዊ ኣገልግሎት ዝኾኑ ተምሃሮ ኣብያተ ትምህርቲ ስነ ኪነት ድማ መቐጸልታ ናይቶም ዝሓለፉ ዙርያታት እዮም። ወኪል ኤሪና ኣካል መብራህቱ ንዝለኣኾ ጸብጻብ ሊድያ ተኽለማርያም ከተቕርቦ እያ። እዚ ንዕዘቦ ዘለና ወተሃደራዊ ሰልፊ መባእታ ድሕሪ ሰልፊ ዘበኛ ጋን በል! ንሽዱሽተ ኣዋርሕ ግቡእ ወተሃደራዊ ታዕሊም ክወስዱ ዝጸንሑ ሽሕን ኣርባዕተ ሚእትን ሱሳን ኣባላት መበል ሰላሳ ዙርያ ሃገራዊ ኣገልግሎት ተመሃሮ ኣብያተ ትምህርቲ ስነ ኪነት ሎሚ ቀዳም ዓሰርተ ሸሞንተ ለካቲት ተመሪቖም። ኣብቲ ስነ-ስርዓት ኣዛዚ ማእከል ስልጠና ሃገራዊ ኣገልግሎት ኮሎኔል ደበሳይ ግደ ኣብ ዘስመዖ ቃል፣ እቶም ካብ ሸውዓተ ናይ ሞያ ኣብያተ ትምህርቲ ዝተዋጽኡ ሽዱሽተ ሚእትን ሰማንያን ትሽዓተን ደቂ ኣንስትዮ ዝርከብኦም ምሩቓት ንዝተዋህቦም ወተሃደራዊ፣ ፖለቲካውን ኣካላውን ስልጠናታት ብዝግባእ ከምተኸታተልዎ ጠቒሱ ንዘጥረይዎ ብቕዓት ብሓፈሻ ደቂ ኣንስትዮ ንዘርኣይኦ ተሳታፍነት ድማ ብፍላይ ሞጒሶም። ተመረቕቲ ኣብዚ ሽዱሽተ ወርሒ ምሳና ዝጸንሑሉ ግዜ ዝተዋህቦም ስልጠና ፍልይ ዝበለ ካብቶም ቅድሚኦም ዝጸንሑ ዙርያታት እዩ። እዚ ድማ ኣካላዊ ብቕዓቶም፣ ተጻዋርነቶም ማእከል ዝገበረ ፈታኒ ወተሃደራዊ ስልጠና እዩ ተዋሂብዎም። እዚ ከኣ ድልዱል ኣካላዊ ብቕዓት፣ ተጻዋርነትን ክህልዎም ብድምር ኣርባዕተ ሚእትን ኣርባዓን ኪሎ ሜተር ተጓዒዞም እዮም። ውጽኢቱ ከኣ ዘዕግብ ከም ዝነበረ ብግብሪ ተራእዩ ኣሎ። ኣብዚ ብፍሉይ ዝግለጽ እንተሎ፣ እቲ ዝወጸ መደብ ስልጠና ብዓይነቱ ይኹን ብግዜ ንክልቲኡ ጾታ ማዕረ ዘሳትፍ ስለ ዝነበረ ደቂ ኣንስትዮ ዘርኣየኦ ሓያል ሓቦን ኒሕን ክምስገና ይግብእን። ኣብቲ ተመሃሮ ቤት ትምህርቲ ዋርሳይ ይከኣሎ ሳዋን ሰልጠንቲ ማእከል ሞያዊ ስልጠናታትን ዝተረኸብሉ ስነ-ስርዓት፣ ብተመረቕቲ ዝተዳለወ ወተሃደራዊ ሰልፍን ስልትን፣ ከምኡ እውን ስነ ጥበባዊ መሰናድኦታትን ንምርኢት ቀሪቦም። ኣብ ዝተኻየደ ውድድራት ንዝተዓወቱን ፀብለልታ ንዘርኣዩን ሰልጠንትን ኣሰልጠንትን ከምኡ እውን ኣሃዱታት ሽልማት ድሕሪ ምቕባል ተመረቕቲ ቃለ ማሕላ ፈፂሞም።
ኣነ ሃይሰም ሱሌማን ዑስማን።
ኣነ ስኒት ስዩም ዘለለው። ተሳታፊ ሃገራዊ ኣገልግሎት። ተሳታፊት ሃገራዊ ኣገልግሎት። ንሃገረይ ኤርትራ ብምሉእ ዓቕመይ ከገልግላ። ንሃገረይ ኤርትራ ብምሉእ ዓቕመይ ከገልግላ። ካብ ኩሉ ፀቢብ ናይ ወገንን ሃይማኖትን ስምዒት ሓራ ብምዃን። ካብ ኩሉ ፀቢብ ናይ ወገንን ሃይማኖትን ስምዒት ሓራ ብምዃን። ንሓድነት ህዝቢ ኤርትራ ክሕሉን ከማዕብልን። ንሓድነት ህዝቢ ኤርትራ ክሕሉን ከማዕብልን። ንዕላማታት ሃገራዊ ኣገልግሎት ክሰርሕ። ንዕላማታት ሃገራዊ ኣገልግሎት ክሰርሕ። እሙን።
እምንቲ።
ጽኑዕ። ጽንዕቲ። ጻዕረኛ። ጻዕረኛ። ሓቀኛ። ሓቀኛ። ውፉይ ወረሲ ሕድሪ ጀጋኑ ስውኣትና ክኸውን። ውፍይቲ ወራሲት ሕድሪ ጀጋኑ ስውኣትና ክኸውን። ብስም ስውኣት ኣብ ቅድሚ ህዝበይን መንግስተይን እምሕል ኣለኹ። ብስም ስውኣት ኣብ ቅድሚ ህዝበይን መንግስተይን እምሕል ኣለኹ። ኣዛዚ ማእከል ስልጠና ሓይልታት ምክልኻል ኤርትራ ብሪጋደር ጀነራል ተኽለ ልብሱ ብወገኑ፣ ንተመረቕቲ ዮሃንኡ ድሕሪ ምግላጽ፣ ሃገር ኣብ ትጠልቦ መደባት ልምዓት ብትግሃት እጃሞም ከበርክቱ እምነት ህዝብን ሃገርን ምዃኑ ገሊጹ። መንግስቲ ብብቑዕ ሞያን ፍልጠትን ዝተሃንጸ መንእሰይ ንምፍራይን ንምምልማልን ዝገብሮ ዘሎ ገዚፍ ወፍሪ ውጽኢቱ ኣብ ባይታ ይረኣ ከምዘሎ ዝጠቐሰ ብሪጋደር ጀነራል ተኽለ ልብሱ፣ መንእሰያት ተኸፊቱሎም ንዘሎ ዕድላት ብግቡእ ክጥቀምሉን ኣርኣያ ዲሲፕሊንን ተወፋይነትን ክኾኑን ኣዘኻኺሩ። መንግስቲ ኤርትራ፣
መንእሰይ ኣብ ህንጸት ሃገር ወሳንን ዳይናሚካዊ ሓይልን ምዃኑ ስለዝኣምን፣ ንምምዕባሉን ኣብ ምዕባለ ሃገርን ተርኡ ከዕዝዝን ብመንገዲ መደብ ሃገራዊ ኣገልግሎት ከቢድ ዕማም ኣሰላሲሉ እዩ። ናይዚ ውጽኢት ከኣ ክሳብ ሰላሳ ዙርያታትን ትሽዓተ ኮርሳት ማሞስን ክንበጽሕ ምኽኣልና ርዝነት ናይቲ ዘካየድናዮ ከቢድ ዕማም ምዃኑ የርእየና። ነዚ መንግስቲ ፈጢሩልና ዘሎ ዘይርከብ ዕድል ክንብለጸሉ፣ ፍቕሪ ስራሕን ድሲፕሊንን ክንዓጥቕ፣ ሞያና ኣብ ጸቢብ ከይተሓጽረ ቀጻሊ ጻዕሪ ብምክያድ ናብ ዝለዓለ ደረጃ ከነብጽሖ፣

ኣብ ንኡስ ዞባ ጎኘ ምርጫ ኣመሓደርቲ ከባቢ፣ ኣካየድቲ ስራሕን ኣነባበርቲ ዓድን ተኻይዱ። ኣመሓዳርቲ ንኡስ ዞባ ኣቶ መስዑድ እድሪስ እቲ ምርጫ ነቶም ከገልግሉ ዝፀንሑ ንምትካእ ምዃኑ በዚ መሰረት ድማ ኣብ ኣርባዕተ ምምሕዳራት ከባቢ መስርሕ ምርጫ ከምእተኻየደ ኣብሪሆም። ነበርቲ እተን ምምሕዳራት ከባቢ ብወገኖም ሓደስቲ ዝተመርፁ ኣመሓደርቲ፣ ኣካየድቲ ስራሕን ኣነባበርትን ህዝቢ ንዘሰከሞም ረዚን ሓላፍነት ተገንዚቦም ብተወፋይነት ከገልግሉ ብምዝኽኻር ካብኦም ዝሕተት ምትሕብባር ከም ዝገብርሎም ገሊፆም። ኣብ ንኡስ ዞባ ጋላነፍሒ ኣብ ዝተኻየደ ገምጋም መስርሕ ምምሃርን ምስትምሃርን ዝበለፀ ውፅኢት ተራ መምህራን፣ ወለድን ተምሃሮን ዝያዳ ክዓዝዝ ፃውዒት ቀሪቡ። ኣብቲ ብ ዓሰርተ ሽዱሽተ ለካቲት ዝተኻየደ ኣኼባ፣ ሓላፊ ጨንፈር ሚኒስትሪ ትምህርቲ ኣብቲ ንኡስ ዞባ መምህር ቴድሮስ ኣብርሃም፣ ኣብ ትግባረ ስርዓተ ትምህርቲ ዘለዉ ምዕባለታትን ዘጋጥሙ ብድሆታትን ዝምልከት ዝርዝራዊ መብርሂ ኣቕሪቡ። ኣብቲ ንኡስ ዞባ ከጋጥም ዝጸንሐ ዋሕዲ መምህራን ኣብዚ እዋን'ዚ ምሉእ ብምሉእ ተማሊኡ ስለዘሎ፣ ኣብ ገለ ዓይነታት ትምህርቲ ዝረኣ ዘሎ ትሑት ነጥቢ ንምምሕያሽ ብዕቱብ ክስራሕ ምዃኑ ድማ ኣብሪሁ። ተሳተፍቲ ብወገኖም መስርሕ ምምሃርን ምስትምሃርን ንምዕዋት ዝኣረጉ መፃሕፍቲ ብሓደስቲ ክትክኡ፣ ዋሕዲ መፃሕፍቲ ፍታሕ ክናደየሉ፣ ሱፐርቫይዘራት ስርሖም ብግቡእ ክከታተሉ፣ ኣብ መንጎ ኮሚቴ ወለድን ተምሃሮን ዘሎ ርክባት ክዓዝዝ ተላብዮም። ኣብ መዛዘሚ እቲ ገምጋም ሓላፊ ጨንፈር ሚኒስትሪ ትምህርቲ ዞባ ማእከል መምህር በላይ ሃብተጋብር ኣብዛ ዓለምና ብቴክኖሎጂ ትሕምበበሉ ዘላ እዋን መንእሰያትና ድሕሪት ከይተርፉ ተራ መምህራንን ተምሃሮን ልዑል ስለዝኾነ ብዕቱብ ክስርሓሉ ኣዘኻኺሩ። ብዓሰርተ ሸውዓተ ለካቲት ለይቲ ኣብ ንኡስ ዞባ ፎሮ ብዝሃረመ ብርቱዕ ዝናብ ሰለስተ ሰባት ብውሕጅ ከም ዝሞቱ ወኪል ኤሪና ንዝምልከቶም ኣካላት ብምውካስ ሓቢሩ። በቲ ካብ በረኽቲ ጎቦታት ዝወረደ ውሕጅ ዝተወስዱ ወዲ ስሳን ሓሙሽተን ዓመት ኣቦን ወዲ ዓሰርተ ትሽዓተ ዓመት መንእሰይን ሬስኦም ኣብ ከባቢ ኤራፋይለ ክርከብ እንከሎ እቲ ሳልሳይ ግን ዛጊት ሬስኡ ከም ዘይተረኽበ እቲ ዝበፀሓና ሓበሬታ ኣመልኪቱ። እቲ ተፈጥሮኣዊ ሓደጋ ኣብ ጥሪትን ንብረትን እውን ጉድኣት ከም ዘውረደ ተፈሊጡ ኣሎ። ቅድሚ ክልተ ዓመታት ኣብ ሓውሲ ከተማ ፎሮ ዝሃረመ ብርቱዕ ዝናብ ከቢድ ዕልቕልቕ ብምስዓብ ኣብ ትሕቲ ቅርፂ ዕንወት ከም ዘውረደ ይዝከር።